ሕድሪ ዘጽንዕ ዝኽሪ! ኣብ ውሽጢ ሃገርን ወጻእን ዝርከብ መላእ ህዝቢ ኤርትራ ከም ናይ ወትሩ ልማዱ ንዕስራ ሰነ ርዝነት ሞያ ሰማእታት ብዘድምቕ ሕድሪ ብዘጽንዕ ኣገባብን ስነ-ስርዓትን ዘኪርዋ ይውዕል ኣሎ። ዝኽሪ ህዝቢ ኤርትራ ንሰማእታቱ ኣመና ክቡርን ረዚንን እዩ። ከመይሲ፣ ህላዌ ህዝብን ሃገርን ኤርትራ ኣብ መስዋእቲ ናይዞም ዘይከኣል ዝተባህድለ ገድልን ምረትን ጸይሮም ብዘይ ጸዓት ሕልና ተቓሊሶም ዓለም ትሕቲ መሬት ክተስፍሮ ዝሃቀነት ባህግን ምርጫን ህዝቦም ክውን ዝገበሩ ድሕሪ ናጽነት ልኡላውነት ሃገር ንምድፋር ዝተደናደነ ወራር ብልዑል ጅግንነት ዘበርዓኑ እልፊ ኣእላፍ ብሉጻትን ሕሩያትን ዜጋታቱ ዝስረተ እዩ። እምብዛ ዘሕብን ፍሉይን ብርቅን ሃገራዊ ታሪኽ ኤርትራውያን ድማ ብሞይኦም ዝተነድቀ'ዩ። ሰማእታትና ወትሩ ህያው'ዮም። እምነት ህዝቢ ኤርትራ'ዩ። ብርግጽ ድማ ጀጋኑና ህያው'ዮም። ኣካላዊ ሞት እንተሞቱ፣ ንህይወት ነፍሲ ወከፍና ኣቝሞም ዘለዉ ንሶም'ዮም። ህይወት ህሉዋት ጥራይ ዘይኮነ፣ ህይወት መጻእቲ ወሎዶታት ኣለምሊሞም ንዘልኣለም ዝቕጽሉ እውን ንሶም እዮም። ስለዚ ማዕረት ሞይኦም ክኽበሩን ክፍቀሩን ጥራይ ዘይኮነ ብግብሪ ሞሳኦም ክኽፈሉ ዝግባእ እዩ። ዓመት መጸን ዕስራ ሰነ ብልዑል ሓበን ክነኽብራ እንከለና እምበኣር ንሰማእታትና ዘለና ፍቕርን ኣኽብሮትን ንምግላጽ ጥራይ ዘይኮነ ሞሳኦም ብተግባር ንምኽፋል ዝኣተናዮ መብጽዓ ንምሕዳስ እውን እዩ። ሰማእታትና ህይወቶም ብዘይ ብቂ ክህቡ እንከለዉ ሓደ ዓቢ እምነት ነይርዎም። እታ ህይወት ከፊሎም ህይወት ዝተኽዑላ ሃገር ንመጻእቲ ወለዶታት እትቕስን ሃገረ ፍትሕን ብልጽግናን ከም እትኸውን ፍጹም ጥርጥር ኣይነበሮምን። እቲ ንሰማእታትና እንኸፍሎ ዝዓበየ ሞሳ ከኣ ንእምነቶም ብግብሪ ምርግጋጽ እዩ። እሞኸ ኣብ ሕድሮም ክሳብ ክንደይ ጽኑዓት ኣለና? ዛጊት ኣብ ኣሰሮም ረጊጽና ብሕድሪ ዘረከቡና ሃገር ካብ ቀጻሊ ተጻብኦታት እናተኸላኸልና ስልጥንትን ብልጽግትን ክትኮነልና ኣብ ኩለንተናዊ ዕብየት ዘመዝገብናዮ ገስጋስን ልምዓታዊ ቅያን ናይ ብሓቂ እሙናት ተቐበልቲ ሕድሪ ምዃንና ዝምስክር እዩ። ብኣጋጣሚ እዛ ዕዝዝቲ ዕለት ከኣ እታ ንሰማእታትና ዝተመነይዋ ሰላም፣ ፍትሒ፣ ራህዋን ብልጽግናን ዝሰፈና ሃገር፣ ብዝበለጸ ደረጃ ሃኒጽና ሞሳኦም ብግብሪ ክንከፍል ሕድርና ነሐድስ ኣለና። ሕድርና ብብቕዓት ንምፍጻም ግዳ እቲ ሰማእታትና ዝልለዩሉ ክብርታት ወትሩ ዕጥቅና ክኸውን ይግባእ። ረብሓ ህዝብን ሃገርን ምቕዳም፣ መርኣያ ትሑት ንቕሓት ዝኾነ ባህርያት ስስዐን ውልቃውነትን ምጽያፍ፣ ጽንዓት ኣብ ህዝባዊ ዕላማ፣ ሓያል ፍቕሪ ሃገር፣ ፍትወት ሓቅን ፍትሕን፣ ተወፋይነት፣ ጅግንነት፣ ጻዕረኝነት መለለዪ ክብርታት ሰማእታትና'ዮም። እዞም ምስጢር ኣንጸባራቒ ዓወታትና ዝኾኑ ሰማእታትና ዘውረሱና ክብርታት ከይብሕጎጉ እምበኣር ወትሩ ከም ብለን ዓይንና ክንሕልዎምን ክንከናኸኖምን የድሊ። ዕስራ ሰነ ከኣ ነዚ ሕድሪ'ዚ እነጽንዓሉ ዕለተ ዝኽርን ምሕዳስ መብጽዓን'ዩ። ክብርን ሞጎስን ንሰማእታትና።